ተጋሩ ከለዎ ኤርትራውያን ሓማስ እየን ኣካለ ጉዛይ ሰራይ እኮ ተጋሩ እየን ስለዚ ወፍሪ ፅምዶ ኢለሞ መበል ሰላሳን ሸሞንትን ዙርያ ፅምዶ ዝብል ኦኬ
ተጋሩ ካብ ትግራይ ተሰዲዶም ኣብ ኤርትራ ዝመፁ ተጋሩ ይበሃሉ ንሕና ኣብ ታሪክና ተጋሩ ተባሂልና ይንፈልጥን ኣብ ታሪክና ኣቦታትናን ኣዴታትናን መንግስትና ዝደልዮ እዩ ግዳ እዚ ሰብ ዝሰኣነ ሰብ ከምኡ ድማ እዚ ስታሊን ዝበልዎ ንሕና ዝበልናዮ ሱቕ ኢልካ ተደምር ስቕ ኢልካ ተፀመድ ይወድእ እዚ ኣውራጃ ትብሎ ዘለኻ ከዓ ቅድሚ ሰላሳ ዓመት ካብ ኤርትራ ኣግሒቡ ማለት ንሕና ከም ኣውራጃ ዝተቐበልናዮ ካብ መግዛእቲ ደኣ እምበር ኤርትራን ኤርትራውነትን እዮም ኣቦታትና ደምን ህይወቶምን ከፊሎም ከስኪሶም ናፅነት ኣምፅኦም ከምኡ ከዓ ንስለ ኤርትራ ኢሎም ናይ መስዋእቲ ከፊሎም ደኣ እምበር ነዚ ትብሎ ዘለካ ቦታ ኣይኮነን ኣብዚ ትብሎ ዘለካ ቦታ ዞባ ማእከል ዞባ ደቡብ እዩ ዝኾን ዘሎ ብከምኡ ስያመ ደኣ ክትፅውዖ ይግበኣካ ደኣ እምበር ቀዳማይ ነገር ኣብ ጉዳይ ኤርትራ ብብሄር ድዩ ብሃይማኖት ድዩ ብኣውራጃ ድዩ ክትዛረብ ፅቡቅ ኣይኮነን እግዚአብሔር ናይ ክብሪ ቦታትና ንሕና ያው መለይ መለይ ከንፈክ ወድ ማለ ቀርበክ ሰብ ዝኽሪ ስዋዕት ኣቦታተይ

ይነብሩ ድዩ ሕጂ ኤርትራዊ ኢልካ ክትምካሕ ብጣዕሚ እዩ ዝገርመኒ ንዓይ ኣይምካሕ መዓስ ኢኻ ትምካሕ ኤርትራዊ ኢልካ ምስ ኢልካ ሜሮሓ ኣነ ኤርትራዊ ኢሉ ክምካሕ ተኮይነ ህዝበይ ሰላም ረኺቡ ቀሲኑ ብሕግን ዴሞክራስን ክነብር ከሎ ኣብ ቴክኖሎጂን ኣብ ምዕባለን ክትውንጨፍ ከላ ዕስራ ሓደ ክፍለ ዘመን ዓለም ኣበይ ኣላ ሪኣ ኣለካ ኣይኮነ መንእሰይካ ብትምህርትን ብኹሉ ነገር ተረዲእካ ኣብ ሃገሩ ቀሲኑ ክመሃር ክጅምር ከሎ ሕብረተሰብ ካብ ዝለዓለ ደረጃን ምዕባለን ክበጽሕ ከሎ ትሪኦ ከለኻ ዋው ኣነ እኮ ኤርትራዊ እኮ እየ ብህዝበይ እኾርዕ ብሃገረይ እኾርዕ ትብል ተረዲእካ ኣሎ እዚ እዚ የኹርዓካ ኩራዕ ኤርትራዊ ኤርትራዊ ሜሮን ኤርትራውነት ዝህበካን ዝኸልኣካን ተረዲእካ ኣሎ ሕጊ እዩ ኣሪጎ ግን ዝገርግስካ ይኩንካ ማለት እዩ ስርዓት እዩ ባንዴራ ኣቃፂልካ ኣሎ ሕዚ እዛ ጌርካያ ዘለካ ባንዴራ ዝተረዲእካ ኣሎ ኣርማ ህዝባ ግንባር እዩ ነራ ተረዲእካ ከምዚ ሓሪቕ ኣብ ስም ደገላት እዩ ክዘርብ ዘለኹ ቃንዛ ግን ኣለና ቃንዛ ትውፅዕ ህዝበይ ቃንዛ ዝወለዶ እዚ ተረዲእካ ኣሎ እዚ ውጭ ወለዶ ማለት እዩ ኣነ እውን ኣካል ናይቲ ቃንዛ ናይቲ ናይ ታሪክ እዩ ኖ ሕጂ ባንዴራ ቀፅል ባንዴራ ይኮነን ሰብ የቃፅሉ ኣለዉ ሰላሳ ክልተን ዓመት ሲ ሰባት የቃፅሉ ኣለዉ ሰባት ጠፍ ብዛዕባ ሂወት ሰብ ኢካ ክዛርብ ዘለካ ጨርቂ ኣለካ ዳዝ ሜክ ሰንስ ርዲ ካሜራ ዓርኪ ወላ እዛ ማልያ ጻዕዳ ማልያ ግበር ጸገም የብሉን ንዓይ ኣብ ዓለም ዝኸበረን ዝለዓለን ሂወት ወዲ ሰብ እዩ ጥዑይ እምሮ ዘለዎ ሰብ ብዛዕባ ሂወት ሰብ ኢኻ ትዛረብ ብዛዕባ ሕብረተሰበይ ከመይ ኣሎ ኢኻ ትዛረብ ንሃገር ሃገር ዘብላ ሜሮን ሰብ እዩ ሕብረተሰብ ክህሉ ኣለዎ ሃገር ክትህሉ እያ ክትነብር እያ እዚ ቀይ ባሕሪ ንብሎ እዛ ሃገር ንብላ መሬት ቀደም ብዛ መሬት ክትፍጠር ከላ ነይራ እያ ሓድሽ ነገር የለን። ሰብ እንተዘይነብረሉ ኮይኑ ግን ወላሓደ ትርጉም የብሉን። ስለዚ ኣነ እንታይ እየ ዝብል ዘለኹ ፍልይ ኢልና ምስዞም ሰባት እዚኦም ሕብረተሰበይ ህዝቢ ኤርትራ ኣብ ከርተትን ኣብ ሽግርን ኣብ ሞትን ኣብ ጥፍኣትን ኣሎ። ኣነ ዝቃለሰሉ ዘለኹ ዕላማ እዚ ህዝቢ እዚ ከምዚ ዓለም ትነብሮ ዘላ ብሰላም ክነብር ሕግን ዴሞክራስን ክህሉ እየ ዝቃለስ ዘለኹ ፍልይ ኢልና በበይኑ ድሓር ቀተልቲ እዮም ይብሉኻ ኣለዉ ንዓናስ ረየብ ቀታሊት እታ ጉጅለ እያ ሕጂ እውን ተቕትለ ትቐርበ ኣሎ ረየብ እዚ ሕጂ ብቀዳማይ ትማሊ ዝኸደ ጉዳይ ብኤምባሲ ካብ ኢሳያስ ተላኢኹ ዝተገብረ ነገር እዩ ሰብ ስብ ምቕታል ኣመሎን እዩ ድሓር ሕሱር ፕሮፓጋንዳ ናቶም ፈሽሉ ይብለካ ኣለኹ ኣነ ወላ ሓንቲ ነገር ከፍሪ ይክእሉን እዮም መንግስቲ ተባሂልካ ደኣ እሞ ሪኢኻና መንግስቲ ተባሂልካስ ኣብ ጋዜጣ ፅሕፎ ዘሎ ትከታተሎ ርግፀኛ ቢሮ ትርዲካ ዕድሜኻ ሙሉእ ትሕሱ ዕድሜኻ ሙሉእ ካብ ዝኸፍ ነገራት ትውልቁ ተምረ የለ ውዱቓት እዮም የብሎምን ተሳዒሮም እዮም ተረዲኻ ሓንቲ ነገር ክቕየር ይክእሉን እዮም ኣትሊስት ይብለካ ኣለኹ ሕጂ እንታይ ይብለካ ኣሕዋት ኢና ከምዚ ዘይንገብር ከምዚ ዘይንገብር ቱለይት ቱለይት ቱለይት ክኸውን ኣይክእልን ሕጂ ንሕና ሰብ ቀቲልና ኢና ነይሮም ካብታ ስቃ ትጅምረላ ሰብ ቀቲልና ንፈልጥ ንሕና በፍጹም ዕላማና ናይ ቅትለት ኣይኮናን ንሕና ናይ ሕጊ ሰባት ኢና ያ ትግራይ ገረብ ይርዓይ ንሕና ሕጊ ክነንግስ ሰላም ክፍጠር ኣብቲ ዓዲ ንቃለ ሰባት እምበር ሬም መጽኦም እንታይ ገይሮም ሕጂ ሰብ ቀቲሎም ኣለዉ ናታ ቀያሕ መስመር ሓሊፎም ኣለዉ ክስሕቁ ክጻወቱ ካትሪኦም ትሰምዖም ኣለኻ ማለት እዩ
ኦኬ ኣብኡ ከሎም እንዳዕለልና እንዳዕለልና ትባክ ነገር
እዋእ እንታይ ኢኽን ትገብራ ዘለኽ ናቱም ሰባት እናሰትና እሞ ሰንበት ምድሪ ክሕርቃና ድየን ሓሲበን ሰንበት ምድሪ I love it I love it ዋ እዚስ ካብ ምንታይ ኢኽን ትሓስብኦ ዘለኽን እሞ ከኣ ብኣፍ ልብኽን ትገብራ ነይርክን ቀደም ሕጂ ከኣ ብድሕርኽን ብመቐመጫኽንስ እንታይ ክንሽፍኖ ሰብ ከይርኢ ሰብ ከይሪኣ ትኽስታያ ዋንታይ እንታይ ደኣ ጽሒፋትሉ ዘላቱም ሰባት ናተይ እኮ ኣንትን ክተሕርቃና ኢልክን ዝክን ኣንትን ዘሕርቅ ብዙሕ እዩ ዘለና ተጉያና እክን ዘለክን ተጉያና ኣበይ ኣለዉ እቶም መራሕቲ ሃይማኖት ዓገብ ዘይብሉ ናበይ ይከዱ ኣለዉ እቶም መራሕቲ ሃይማኖት ከምዚ ክሪኡ ከለዉ ዓገብ ዘይብሉ እ ናበይ ይከዱ ኣለዉ መራሕቲ ሃይማኖት ህ ዋይ ባሺ ዋይ ኣይታ ዓየት እንታይ ግዜ እምበኣር እንጆይ ትገብሩ ኣለኹም እንጆይ ትገብሩ ኣለኹም ንስኹም እንታይ ህይወት ዎው ኣይንዛረብን ኣይንዛረብን ወሪድና ገለ ተበልና ከዓ ገለ ክትብሉና ኢኹም ዎው ከምዚኣ ደኣ እኮ ሓሊፈ ኣለኹ ቦይሽ ማዕረይ ከምዚኣ ደኣ እኮ ሓሊፈ ኣለኹ ነብሲ እያ እታ ግዜ ከባድ ግዜ እያ እታ እዋና ከባድ እዋን እያ እወ ደሓን ከምዚኣ ደኣ እኮ ሓሊፈ ኣለኹ ተሰሓቕና ከዓ ገለ ክብለና ኣይትሰብ ከዓ እታ ግዜ ሕማቅ ኩነታት እያ ዘላ እይ ኣይ ዳዒት እንታ ግዜ እህ ኢደ ቡነይ ክሰቲ በስማም ኢደ ቡነይ ክሰቲ እየ ላይክ ጌርኩም ኣጸናንዑንኹም ዞም ኣሕዋተይ ማዕረይ ሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ